ሰላም ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። በብዘለኹም ኮርናዓት ዓለም ሰላም ክትብሉ በሃልቲ ሙሉእ ተስፋ እየ። ሎማዕንቲ ድማ ኣብ ሓደሽ ቪድዮ ተራኺብና ኢና ማለት እዩ። ሓደሽ ዝለኸንኩ ሰብስክራይብ ምግባር ኣይትረስዑኹም። ሰብስክራይብ ዝኾኑ ገበርኩም ቤተሰብ ዝኾንኩም ድማ ላይክ ምግባር ኣይትረስዑኹም ክብለኩም ይደሊ ማለት እዩ። ሎማዕንቲ ድማ ኣብ ሓደሽ ቪድዮ ተራኺብና እኒና ናይ ሎማዓንቲ ሓዳሽ ቪድዮ ድማ ፍልይ ብዝበለ ካብ ናይ ዝሓለፈ ቪድዮታት ፅቡቕ ትመሃርሉ ቁም ነገር ትሕዝሉ ትኾኑ ኢኹም ኢለ ዝሓሰብክዎ መደብ ነባኹም ሕጀልኩም መፅአ እኒኹ ኣብ ቀፃሊ ናይ ባዕለይ ፕሮግራማት ከም ዘለኩም ኣብ ዝሓለፈ ሒዘ ይመፅእ ስለ ዘለኹም ዓሰርተ ሽዑ ንክመልእ ሰብስክራይብ ምግባር ኣይትረስዑ ኩላትኩም ማለት እዩ ነተበረታትዑኒ ኣጆኹ ንትብሉኒ ሰብስክራይብ ንትገብሩ ላይክ ንትገብሩ ሃናጢ ዝኾነ ኮመንት ንትፅሕፉለይ ኣቐዲመ እግዚኣብሔር የኽብረለይ ኣብ ስራሕኹም ኣብ ገዛኹም ኣብ ሓዳርኩም ሰላም ፍቅሪ ኩሉ ነገር ትትምነይዎ ይፍጠረልኩም ኩለኩም ይደሊ ማለት እዩ ሎማዓንቲ ድማ ኣሌክስ ሕማቅ ዝኾነ ነገር ገይሩ ብጣዕሚ ማለት እዩ ኣነ ብወገነይ ኣብ ሓዳር ክህሉ ኣለዎ ወይ ድማ ንሓዳርሲ ከምዚ ዓይነት ነገር ሲ ፅቡቅ እዩ ልብሎ ነገር እንድሕር ሃልዩ ማለት እዩ ብጣዕሚ ምክብባር እዩ ምንባብ እዩ ምስምዕማዕ እዩ ይህን ምሂን ምበሃሃል እዩ ይህን ምሂን እንድሕር ለየለ ኮይኑ እንድሕር ምክብባር ለየለ ኮይኑ ብጣዕሚ ምድፍፋር ኣለ ማለት እዩ ምክብባር እንድሕር ዘየሎ ኮይኑ፣ ምንባብ እንድሕር ዘየሎ ኮይኑ፣ ናይ ሓደ ሰብ ድሌት እንታይ ምዃኑ ኣቐዲምካ እንድሕር ዘይትፈልጥ ኮይንካ ምድፍፋር ኣሎ ማለት እዩ። ምድፍፋር እንድሕር ሃልዩ ኮይኑ ድማ ብጣዕሚ እቲ ዝኸበደ ነገር ኣብቲ ጉዳይ ወይ ድማ ኣብቲ ሓዳር ተፈጢሩ ኣሎ ማለት እዩ። ብነብሱ ወዲ ተባዕታይ ብጣዕሚ ክብሪ እዩ ዝፈቱ። ክብሪ ምፍታው ከዓ ትኽክል መሲሉ ዝስምዐኒ ኣነ ካብኡ ሕልፍ ኢልና ከዓ ዝኾነ ሰብ ክትፈራራሕ ከለካ ኢኻ ትከባበር ቃላትካ እትተኣራረም፣ ስራሕካ ቁጡብ ዝኸውን፣ ኣብ ዝኸድካዮ ነገር እቲ ሰብ ንሱ ንእሽተን እንትን ስምዒት ስለ ዘለዎ ንዓኻ ብጣዕሚ ትፈርሖ ኢኻ። ስለዚ ትሰርሖም ስራሓት ተድምዕ ኢኻ ዋላ ኢለስ ይሓስብ እዮ ማለት እዩ እና ስለዚ ወዲ ተባዕታይ ክብሩ ምትንካፍ ወይ ድማ ኣብ ክብሩ ነገራት ምውራድ ምናምን ነገራት ተኸባድ ነገር እያ። ኣይ ቲንክ እዚ ተጋጊ መብዛሕቱ ኣብ ወለደይ ኣሕዋተይ ምናምን እለ ስለልሪኦ ማለት እዩ እና ኣብ እንደ ኣሌክስ ዝሪኦ ኣለኩ ጉዳይ ዘይምክብባር ብጣዕሚ እኒኦ ምድፍፋር ብጣዕሚ እኒኦ ምዝንጥጣል ብጣዕሚ እኒኦ ብዓብይኡ ከዓ ስዲ ዝኾነ ነገራት ዝካየደሉ ዘሎ ክስተት እዩ እኒኤና ኣብ ቀረብኦም ዘለዉ ሰባት ተዝምዕድዎም እንተዝመኽርዎም እንተኽኢሎም እንተኽኢሎም ናብ ሓዳሮም ክምለሱ ሂወቶም ክመርሑ ሳልሳይ መንጎኛ ኣካል ከውፅኡ ካብ ሂወቶም ካብ ሓዳሮም ካብ ገዝኦም እንተዘይክኢሎም ግን በብዘለዎ ድዩ ወይ በብምርጫኦም ክነብሩ ግን ምክብባር ግን ዋላ ተፃሊእኻስ ምክብባር የድሊ እዩ። ሓደ ሓደ ለባማን እንታይ ይብሉ ፈታዊኻስ ለባም ይግበሮ ይብሉ እና ዋላ ተፃሊእኻስ ምክብባርስ ብጣዕሚ የድሊ ወላ ተፈላሊኻስ ምክብባር ብጣዕሚ እዩ ዘድሊ እምበርካስ ምክብባር እንድሕር ኣልየሎ ኮይኑ ናብ ደም ምፍሳስ ድረስ ክትባጻሕ ትኽእል ኢኻ ባይ ዘ ወይ ሕማቕ ንምግባር ደም ንምፍሳስ ግድን ጉልበት ምናምን ዘድሊ ነገር እዩ ክትጸንቲኻ ጸኒኻ ብደንጎላ ዓጠቕለሲ ተኽኢልካ ጥበበኛ ኢኻ ማለት እዩ እና እንታይ ይኽለኩም ደልየ ኣብ ዝኾነ ይኹን ቦታ ዋላ ኣብ ጽልኢ ምክብባር ዘለዎ ክኾን እዩ ለምሳሌ ሕጂ ሓደ ሓደ ሰባት እንድሕር ርኢና ኮይንና ማለት እዩ ብጣዕሚ ካብኦም ዝዓቢ ሰብ ምናምን እንድሕር

ጓል ተኾይና ከኣ ምናምን ካብኡ ልበኣሰ ነገራት እዩ ልካየድ ማለት እዩ እና ብትብለ ብትብለ ጥቕልል ክብል ከሎ ኣሌክስን ሊልን ሰብ ሓዳር እዮም ሓዳሮም ድማ ካብ ንእሽተን ጀሚሩ ክስካብ ሕጂ ክስካብ ቆልዓ እዮም በፂሖም እኒው ቀሊል ዝበሃል ነገር ሂወት ኣይኮነን ሓሊፎም ቤተይ ሕጂ ስለ ዝመፀት እቲ ሓዳር ክትሕምሶ ክተባላሽዎ ክተፍርሶ ዓቕን ኣለዋ ተኽእሎ ኣለዋ ትኽእልያ ምናምን ልብል ምንም ነገር ስምዒት የብለይን ኣነ ተረዲእኩም እንታይ ደኣ እንድሕዳ ኢልኩም ንኮንኩም ናይ ኣሌክስ ገጽ እዩ በቃ ኩሉ ግዜ ብወዲ ልመፀ ነገራት እቲ ወዲ ቀይሕ መስመር ካብዚ ኣይሕለፍን እዩ ክስካብዚ ግን ምኻድ ይከኣል እዩ ኢሉ እንተዘይ ዓገት እንተዘይ ገይሩ እታ ጓል ኣንስተይቲ ለ ካብዚ መለሽ ኖኖ ካብዚ መለሽ ግን እሶኬ ፀገም የለን እዩ ንኺድ ንበል ንስራሕ ምናምን ንጫወት ገለመለ ተበለ ፅገም ዝበሃል ነገር የብሉን እዩ ኣለበለዚያ ግን እቲ ቀይ መስመር ተረጊፁ ናፍቲ ኣዳም ወይ ድማ ናፍቲ ኣባወራ ናይቲ ገዛ እንድሕር ለኣቲ ኮይኑ እቲ ቀይሕ መስመር ተረጊፁ ናፍታ መቤት ናይቲ ገዛ እንድሕር ተኣቲ ኮይና ግን እቲ ሓዳር ኣብ ሕቶ ምልክት እያ ኣብ ሕቶ ምልክት ብቻ ይኮን ዳርጋ ፀዲፋ እያ ዳርጋ ፀዲፋ እያ እሞ ከዓ ሕጂ በዚ ሕዚ ግዜ ምፍልላይ ዝበዝሖ እሞ ከኣ ሕጂ በዚ ሕዚ ግዜ ብዙሕ ነገራት ብልሽት ልፈጥር ዘሎ ሓደ ነገራር ኢዲት ንክትገብር ብዙሕ ዋጋ ለክፍለካ ዘሎ ግዜ ባዕልና እቲ ጉዳይ ንክባላሾ ኤክስፓየር ንክንከውን ግዜ ቦታ ምናምን ድሕር ደኣ ንህቦ ኮይና ብጣዕሚ ሓደገኛ እዩ ዋጋኻ ንዓና ከክፍልና እዩ እና እንታይ እየ ክብለኩም ደልየ ዳርጋ መብዛሕትኡ ሰብ ሕጂ ኣብ ፍርሒ እዩ ዘሎ ሓዳር ንክኣቱ ብጣዕሚ ፍርሒ ኣሎ ኣብ ሓዳር ኣትዩ ዘለም ንኸይወፅእ ነገራት እንትን ንኸይብል ምናምን ብጣዕሚ ኣብ ፍርሒ ኣሎ እዚ ከም ዝመስለኒ እቲ ኩነታት እዩ እቲ ኩነታት ፅቡቅ ኣይኮነ ይሰናይ ኣይኮነ እቲ ንሮ ውድነቱ እቲ ሰብ ብዙሕ ሰብ ቅድም ኣይፋለጥ ነይሩ ተሰፋሪጡ ለብ ኣካል ከይዱ ምናምን እዩ ሎሚ ናይ ቴሌፎን ጉዳይ ናይ ኦንላይን ጉዳይ ናይ ብዙሕ ሰባት መፍላጥ ጉዳይ ምናምን ቤስት ዓርክኻ ቤስት ፍሬንድ ምናምን ገለገለግል እናተባህለ ድመፅ ዘሎ ኮተታት እቲ ሓዳር ስግኣት ንክህልዎ ፅልዋ ንክህልዎ ተፅዕኖ ንክህልዎ ዓብዪ ነገር ይገብር ኣለና ሓደ መልእኽቲ ክነግረኩም ዝደሊ ነፃነት ሓደ ክህሉና እኒኦ ካልኣይ ግልፅነት ክህልወና እኒኦ ነፃነት እንድሕር ደኣ ሃሊና ኮይኑ ንዓኻ ንክትናገረካ ዝኾነ ዓይነት ስምዒት ለይስማዕ ናይ ፍርሓት ስምዒት፣ ናይ ምሽምቓቕ ስምዒት፣ ድሕሪ ቃላት ልመጽእ ነገራት፣ በትሪ ክኾን ይኽእል፣ ጸርፊ ክኸውን ይኽእል፣ ግዜን መዓልቲ እናተጸበኻ ንስኺ እኮ ከምዚ ኢልኪ ኢኺ ምባል ክኸውን ይኽእል። ብቻ ዝሮ ዝሮ ከምኡ ዓይነት ነገራት ለይብልና እንትር ኮይና ነፃነት እንድሕዳ ንገብር ኮይና ኣብቲ ሓዳር ዝኾነ ይኹን ነገር እቲ ሰብ ንክነግረና ዓብ ተኽእሎ ኣለዎ ብጣዕሚ ማለት እዩ ጋይስ ድሕሪ ጀመርኩ ዋላ ፈትንዋ ክትኣምኑኒ እና ተኣየኽሉኩም ደልየ ነገራት ብባዕልና ብዝተኸድናዮ ጥበብ ተንኸይድ ፅቡቅ ነይሩ ብፅቡቅ ዝኾነ ነገር ብኣወንታ ዝኾነ ነገር እንተንኸዶ ፅቡቅ ነይሩ ብዓብዩ ከዓ ከምዘልኩም ነፃነት እንድሕር ደኣ ሃልዩ ኮይኑ ፍርሒ ምሽምቃቅ ምሽምራር ምናምን ገለታት ሌለ እንድሕር ደኣ ኮይኑ እቲ ሰብ ንሱ ግልፂ ኮይኑ ንክዕለኩም ዓብዪ ዝኾነ ኣስተዋፅኦ ኣለዎና ንምሳና ዘሎ መፃምድና ነፃነት ናይ ምሃብ ህልና ናይ ምስማዕ ፍቅርን ክብርን ናይ ምሃብ ናይ ምልጋስ ናይ ምቕባል ተኽእሎ ክህልወና እኒኦ ኢለ እሓስብ ኣነ ማለት እዩ መብዛሕትኹም ከም ናይ ሓሳብ ትሓስቡ ኢኹም ኢለ ተስፋ ይገብር ምክንያቱ ናይ ዮርዲ ኣብዚ ሰሙን እዚ ከምቲ ዝኩማ ሃሽታግ ተጀሚሩ እኒኦ እቲ ሃሽታግ ንሱ ብጣዕሚ ይልወናጨፍ ኣሎ ብጣዕሚ ይልኸል ኣሎ ብጣዕሚ ይለድምዕ ኣሎ ኣብ ብዙሕ ሰባት ይደርስ ኣሎ ኣብ ኣርቲስታት ዓበይቲ ሰባት ተፈለጥቲ ምናምን ገለና ደስ ይብለካ እና እዝታት ነገራት ከምዚ ዓይነት ሽግር ከምዚ ዓይነት ፀገማት ንኸይመፅእ ከምዚ ዝበልክኹም ኣቐዲመ ነፃነትን ግልፂ ኮይንካ ምዕላል ምንጋር እሂን ምሂን ንበሃልን ዓብዪ ተኽእሎ ኣለዎ ማለት እዩ ስለዚ ከምዞም ከምዚ ዓይነት ነገራት ሃሽታግ ንኸኾኑ ፅልዋ ዝገብሩ ዘለዉ ናይ ደቂ ኣንስትዮ ሂወት ዘሕልፉ ዘለዎ ዓመፅ ኣብ ልዕሊ ጓል ኣንስተይቲ ዝገብሩ ዘለዉ ሰባት እዚኣቶም ተኣርኒሞም በቲ ክቡርን በቲ ንቡርን በቲ ዝፀንሐን ናይ ወለድናን ገይሮም እቲ ሂወት ክጅምርዎ ምንባር ክጅምሩ ደስ ልብል ሂወት ድማ ክህልዎም ይኽእሉ እዩ ልብል ተስፋ ኣለኒ ማለት እዩ እና ካብ ከምኡ ዓይነት ነገራት ተቖጢብና ሂወትና ናት ጓል እንተደልና ኮይና ተመርዒና ብደንቢ ብስርዓት ብኽብሪ ሂወትና ፅባሕ ንጎ ከም ዘየጣዕሰና ክኾነ ኣለዎ እብለኩም ይደሊ ማለት እዩ ናይ ሎማዕንቲ ቪድዮ እዚኣ ትመስል ነይራ ሰሰናይ ንዓኹም